ኣሕዋተይ ተመሊስና ተራኺብና እኒና ብመጀመርያ ንሪኦ በዓል 14 ካራት እዩ ክኸውን በዓል 14 ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ75 ነጥቢ 47 ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ክልተ ሽሕን ቴስዓ ቅርሽን እዩ ክሽየጥ ዊዒሉ ዘሎ። ወርቂ ሐዚ እውን ብጣዕሚ እዩ ተረጋጊዑ ዘሎ ማለት እዩ። ሎማዓንቲ ዕለተ ሰንበት ጁላይ ዓሰርተ ትሽዓተ ውይ ከዓ ሓምለ ዓሰርተ ክልተ እዩ ዝኸውን ዘሎ ማለት እዩ። ቀፂልና ንሪኦ በዓል ዓሰርተ ሓሙሽተ ካራት እዩ ክኸውን። በዓል ዓሰርተ ሓሙሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰማንያ ነጥቢ ቴስዓን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ክልተ ሽሕን ትሽዓተ ሚእትን ሓምሳን ሓሙሽተን እዩ ክሽየጥ ዊዒሉ ዘሎ ማለት እዩ። ቀጺልና ንሪኦ በዓል ዓሰርተ ሽዱሽተ ካራት እዩ ክኸውን። በዓል ዓሰርተ ሽዱሽተ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰማንያን ሽዱሽተን ነጥቢ ሰላሳን ሸሞንተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሰለስተ ሽሕን ሸሞንተ ሚእትን ስሳን ሓሙሽተን ቅርሽን እዩ ክሽየጥ ውዒሉ ዘሎ ማለት እዩ። ብምቕጻል እንሪኦ በዓል ዓሰርተ ሸውዓተ ካራት። በዓል ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ተስዓን ሓደን ነጥቢ ሰብዓን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዝብ ከዓ ብ ዓሰርተ ኣርባዕተ ሽሕን ሽዱሽተ ሚእትን ሰማንያ ቅርሽን እዩ ክሽየጥ ውዒሉ ዘሎ። ያው እዚ ዋጋ እዚ ዝነግረኩም ዘለኹ ናይቲ ወርቂ ጥረዋ ናይቲ ወርቂ ጥረ ወርቂ ብቻ እየ ዝነግረኩም ዘለኹ ናብ ምንም ዓይነት ዲዛይን ዘይተቀየረ ወርቂ ማለት እዩ ናብ ዲዛይን ቀይርካ ከምዚ እዚ ትርእይዎ ኣለኹም ናብ ደስ ዘለኩም ዓይነት ዲዛይን ቀይርኩም ንክተስርሑ ደሞ ኣብ ናይ ግሊ ሱቃት ቢያንስ ዕስራ ሓደን ካሬ እስካብ ዕስራን ሸውዓትን ሽሕ ይበፅሕ እዩ ማለት እዩ። ምክንያቱም ናይ ቫት ኣሎ ቫት ሐዚ ኢትዮጵያ ዓሰርተ ሓሙሽተ ፐርሰንት እያ እትቆርፅ ካብ ሚእቲ እና ናይ ቫት እቲ ወርቂ ዲዛይን ገይሩ ንክሰርሕ ናይ ሰራሕተኛ ናይ ገዛ ክራይ ናይ ሓደ ሓደ ነገር ወርቂ ደሞ ዲዛይን ንክስራሕ ከሎ ከከም ዲዛይኑ እዩ ዝውስኸ ዝቐነስ ማለት እዩና ከምዚ እዩ ቀፂልና ንሪኦ ብጣዕሚ ተፈላጥነትን ተፈታውነትን ዘለዎ በዓል ዓሰርተ ሸሞንተ ካራት እዩ ክኸውን። ዓሰርተ ሸሞንተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ተስዓን ሸውዓተን ነጥቢ ዓሰርተ ሽዱሽተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሓሙሽተ ሽሕን ሓሙሽተ ሚእትን ኣርባዓን ሓሙሽተን እዩ ክሽየጥ ውዒሉ ዘሎ ማለት እዩ። ቀጺልና ንሪኦ በዓል ዓሰርተ ትሽዓተ ካራት እዩ ክኸውን። ዓሰርተ ትሽዓተ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ክልተን ነጥቢ ሓምሳን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሽዱሽተ ሽሕን ኣርባዕተ ሚእትን ሸሞንተ ቅርሽን እዩ እናተሸየጠ ውዒሉ ዘሎ። ቀጺልና ንሪኦ በዓል ዕስራ ካራት ይከውን። በዓል ዕስራ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሸውዓተን ነጥቢ ቴስዓን ኣርባዕተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሸውዓተ ሽሕን ክልተ ሚእትን ዓሰርተ ሓሙሽተን እዩ ክሽየጥ ውዒሉ ዘሎ። ብምቕጻል እንርእዮ ከዓኒ ብጣዕሚ ተፈታውነትን ተፈላጥነትን ዘለዎ ብኢትዮጵያ ብኣፍሪካ ደረጃ ኢሉ ድማ ብዓረብ ሃገራት እና ብኣውሮፓ ብኣሜሪካ ሃገራት ብጣዕሚ ተፈላጥነትን ተፈታውነትን ዘለዎ ካብ ሚእቲ ልዕሊ ሰማንያ ፐርሰንት መብዛሕትኡ ሰብ ዝገዝኦ በዓል ዕስራን ሓደን ካራት እዩ። እዚ ንመጋየፂ ብቻ ዘይኾነ ንኢንቨስትመንት እውን ዝጠቅም ዓይነት ካራት ወርቂ እዩ። ናይዚ ዋጋ ክንሪኦ ከለና ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሜትን ዓሰርተ ሰለስተን ነጥቢ ሰላሳን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸሞንተ ሽሕን ሓደ ሚእትን ሰላሳን ሽዱሽተን እዩ ክሽየጥ ውዒሉ ዘሎ ማለት እዩ ክብራት ኣሕዋተይ። ቀጺልና ንርእዮ ከዓኒ በዓል ዕስራን ክልተን ካራት እዩ ክኸውን። ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብ። ብናይ ኣሜሪካ ዶላር ብ ሚእትን ዓሰርተ ሸሞንተን ነጥቢ ዓሰርተ ሽዱሽተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከኣ ብ ዓሰርተ ሸሞንተ ሽሕን ትሽዓተ ሚእትን ተስዓን ትሽዓተን እዩ ክሽየጥ ዊዒሉ ዘሎ ማለት እዩ ክብራት ኣሕዋተይ ቀጺልና ንሪኦ በዓል ዕስራን ሰለስተን ካራት እዩ ክኸውን ያው እስካብ ሐዚ ዝረኣናዮ ካብ ዓሰርተ ኣርባዕተ እስካብ ዕስራን ክልተን ካራት ዘሎ ንዝተፈላለየ ዓይነት መጋየጺ ምስ ዝኾነ ይኹን ዓይነት ኣልባሳት ዝግበሩ ዓይነት ወርቂ ኢና ሪኢና ሐዚ ድማ ንመጋየጺ ዘይምከሩ ንኢንቨስትመንት ግን ንካፒታል ብጣዕሚ ዘዋጽእ ዓይነት ካራት ኢና ክንሪኢ ንሱ ዕስራን ሰለስተን እና ዕስራ ኣርባዕተን ካራት እዩ ክኸውን። በዓል ዕስራን ሰለስተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚኢትን ዕስራን ኣርባዕተን ነጥቢ ዓሰርተ ሸሞንተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ትሽዓተ ሽሕን ሸሞንተ ሚኢትን ሰማንያን ሸውዓተን እዩ ክሽየጥ ውዒሉ ዘሎ ማለት እዩ። ኣብ መወዳእታ ንሪኦ በዓል ሓደ ውቅዒት ወይ ከዓ በዓል ዕስራን ኣርባዕተን ካራት እዩ ክኸውን። በዓል ዕስራን ኣርባዕተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብ ሚእትን ዕስራን ትሽዓተን ነጥቢ ሓምሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዕስራ ሽሕን ሸውዓተ ሚእትን ኣርብዓን ሽዱሽተን ቅርሽን እዩ ክሽየጥ ውዒሉ ዘሎ ማለት እዩ። ደቂ ዓበይትወይ መዓረይ ናይ ሎማዕንቲ ዝነበረ ዋጋ ወርቂ ጁላይ ዓሰርተ ትሽዓተ ውይ ካዓ ሓምለ ዓሰርተ ክልተ ከምዚ ይመስል ነይሩ ንስካትኩም ከ ብከመይ ገዚእኩሞ ንዝብል ደሞ ሓሳብ ሪኢታኩም ኣብ ኮሜንት ፃሓፉለይ ኢኩም ማለት እዩ እና ቪድዮ ላይክ ሸር ሰብስክራይብ እናገበርኩም ምዕብለይ ሓሳብ ሪኢታኩም እውን ኣብ ኮሜንት ፃሓፉ ክስተካከል ዝግብኦ እንተሎ እዩ ዘይስተካክል ፅብቅ ተኮይኑ እውን